ኣብዚ መዓስከር ዝተሰለፉ ኣባላት ዝኸፍልዎ ረሃፅን ሃልክን መወዳእታ የብሉን። እንተኾነ ተምሃሮኦም ሰማይ ባሕርን ምድርን ኤርትራ ከም ዝኽበር ገይሮም ምስ ረኣዩ እንደገና ይውለዱ እንደገና ድማ ኣንጊሆም ምስ ደቆምን ደቂ ደቆምን ንተመሳሳሊ ስራሕ ይወፍሩ፣ ሃገር የንብሩ። ሳዋ መዋቕር ብዙሕ ንጥፈታት እያ። ኣብዛ መዓስከር ዘለዎ ኣባላት ዝተፈላለየ ሞያን ዕጥቅን ዓጢቖምን ነቲ ዓጌፋ ናብ ዘመናዊ ህጻ፣ ነቲ ጽምኢ ናብ ሮየት፣

ክሳብ ሰላሳ ሽሕ መንእሰያት ኣብ ወተሃደራዊ ታዕሊም፣ ኣካዳምያዊ ትምህርትን ሞያዊ ስልጠናን ዘእንገደትሉ መድረኻት ኣሎ። ንኽንድዚ ቁጽሪ ብኣካልን ብኣእምሮን ጥዑይ ጌርካ ምሓዝ ቀሊል ኣይኮነን። እንተኾነ ስነ ምግባርን ውጽኢት ስነ ምግባርን ዝኾኑ ብልጫታት ኩሉ የኽእሉ እዮም። ቀዳማይ ሕክምና ሳዋ ስሩዕን ምጡንን መግቢ፣ ጽሩይን ውሑሱን ቀረብ ማይ፣

ደርበልኪያ ነግረክ ዶ ሕጂ ኩሉ ሰቦም ምፀይ ምስ ትግረ ትግርኛ ብሌን ኩሉ ብሄራት ተረኸቡ ሓገር ሰሚዕ ኣለ ኣይሰደክ ኦኬ ሰላሳን ሽዱሽተን ዙሪያ ሕጂ ይመፁ ኣለዉ ስሙ ካብ ተወርሒ ተረኩም ኣለዉ እሞ ንዕኦም ኣብ ደገ ኮይኖም ዝከታተሉ ከምኡ እውን ኣብ ሳዋ ብዛዕባ ሳዋ ሓበሬታ ክትፈልጡ ዝደልዩ እንታይ ክትብሉ

ኣብ ከባቢኻ ይኹን ኣብ ነብስኻ ይኹን ኩሉ ነገር ፅሬት ኣሎ ዘሐጉሰካ ነገር እዩ ቀንዲ ኣድቫንቴጅ ዘለዎ ናይ ሳዋ ከዓኒ ማይ ኣለዎ ማለት እዩ ማይ ጥዕም ማይ ብጣዕሚ ጥዕም እዩ ፀባይ ድደም
ልዕሊ ኩሉ ደኸም ካብ መፅኻ ማይ ምስ ትሕፀብሲ እንደ ብጣዕሚ እዩ ዝፈኽዘካ ሳዋ መጀመርያ እቲ ዓሰርተ ሓደ ዓመት ዝደኸም ካብ እዛ ዘማሕ ትገብረልካ ትመፅእ ካልኣይ ነገር ከዓኒ በቲ ውትድርና ድዩ ዋላ ካልእ ፖለቲ

ዝጸግዐለካ ከሎ ንኣብነት ሕጂ ብዙሓት ኣትማን ኣለዉ ተመን ትረክብ ኢኻ ብፍላይ ኣብ ሰልቲ ገለ ኣይርኣናን
ኣይርኣናን ዘለና ክሳብ ሕጂ ኣብ ስልቲ ኢና ከዓ ክንፍትና ከመይ ምዃና ሽዑ ኢና ክንሪኦ ግን ሰብ ዝብለካን ኣብዚ ትሪኦን ግን በበይኑ እዩ ንኩሉ ግን ተቐባልነት ተቐባልነት ተለካስ ዘይውዳእ ነገር ዘይውዳእ ነገር ስልቲ የለን
እቶም ኣብ ደገ ዘለዉ ይሕዋተይ ይኹን ዋላ ንኣሽቱ ድዮም ዓበይቲ ድዮም እቶም ብሕጂ ብሓጺሩ ኣብዚ ናተይ ደረጃ ዝርከቡ ሳው ክሪእዋ ጥራይ ዘሎ ሳው ክሪእዋ ምክንያቱ ብዙሕ ነገር ትመረካ ተፃዋርነት ትመረካ ቀዳማይ ነገር ብዙሕ ብዙሕ ነገር ኣብዚ ዘይትምሃሮ ነገር የለን

ካብ ሓሚምካ ሕክምና ተኸናኺንካ ጥዕና ዝብል ጥቕሲ ቀንዲ እምነት እዛ መዓስከር ይኹን እምበር ንኹሉ እንተታት ድልው ዝኾነ ሆስፒታል ድማ ኣለዋ ኪኖ ዓቕሚ እዚ ሆስፒታል ዝኾኑ ጥዕናዊ ጸገማት ምስ ዘጋጥሙኻ ናብ ማእከላይ ሕክምና ሚኒስትሪ ምክልኻል መወከሲ ሆስፒታላት ዞባ ጋሽ ባርካን ኦረታን ንምውሳድ ዝተዳለዋ ኣምቡላንስን

ሕጂ ኣነ ሎማዓልቲ ዲቲ ኮይና ኣነ ኣትየ ኣለኹ ማለት እዩ እቶም ክልተ ተንቀሳቂሶም ኣለዉ ገዛ ዕረፍቲ
ሶ ብሓፈሻ ሆስፒታል ሳዋ ብኸመይ ይግለጽ ንኣኺ ሆስፒታል ስለ ዝሰርሐ
ፅቡቅ እዩ ከም ክሳይ ከማን ፅቡቅ ብዙሕ ኢኩፕመንት ኣለዎ ካብ ኩሉ መድሃኒት ዝኾነ ነቲ ንፔሽንት ዝውሃብ ኣገልግሎት ናፃ እዩ ናይ ካርድ ኣይትኸፍልን ኢኻ ናይ ላባራቶሪ ትኸፍል ኒኻ ናይ መድሃኒት ኣይትከፍልን ኢኻ ብውልኡ እዚ ኣብ ውሽጢ ሳዋ ኣብ ውሽጢ መዓስከር ሳዋ ደሎ ጥራይ ደይኮነ ከኣ ካብ ውሽጢ ካብ ደገ ደሎ ሰርቪስ ይወሃቦ እዩ ነጻ እዩ እወ ን ካብ ከባቢታት ካብ- ዝመጹ ኣትዮምሲ ከም ድሌቶም ይብሉ እዮም ሕጂ ንኣብነት ኣብ ፎርት ሳዋ ወይ ባረንቱ ገለ ከይዶም ክሕከሙ ገንዘብ እንድሕር ደይብሎም ኣብዚ መጺኦም ናጻ ሰርቪስ ይረኽቡ እዮም ንዋላ ነዚ ኣብ ከባቢ ደሎ ህዝቢ እወ እቲ ኣብ ደሎ ህዝቢ መዓስከር ኣትዩስ ይሕከም እዩ ዋው ጽቡቅ እዩ ኦኬ መጀመርታ
ከም ተምሃራይ ኮንካ ክትመጽእስ ዋሲ ከም ተማሂርካ እንዳ ክትዕልመላ እንዲኻ ትመጽእ ንክትብርበዝ እንዲኻ ትመጽእ እኹል ላይክ መደቀሲ ማይ ኩሉ ፋሲሊቲሲ ቅሩብ እዩ ደሎ ድቺ ማይ ኣሎ መደቀሲኻ ኣሎ መግብኻ ኣሎ ኩሉ ነገርሲ ሙሉእ እዩ ደሎ ምስ

ሕጂ ኣብቲ ክትመሃርን ክትዕለምን ኢልካስ ኣይ ነይረን ዕላማኻ ንዐን ኢኻ like ንዐን ኣሲርካ ኢኻ ትኸይድ ዝኾነ ዘጋጠመካስ just ንዐን ስለ ተብል ዋላ ሓንቲ ጸገም ድበሃል የብሉን ሕጂ ውን like ኣሰይ ኣይ ከቢዳትንስ ኣይብልኒ ኣነ ሰባ ኩሉ ፋሲሊቲስ ኣለካ ላይክ ገዛኻ ኣለዎ ማይካ ኣለዎ ኤሌክትሪክ ኣለዎ

ተምሃሮ ኣሕዋትና ንኣሽቱስ ካብ ስድራቤተን ተወሲደን እየን ኣብዚ መጺኤን ዘለዋ። ልክዕ ከምቲ ናይ ገዘኣን ድልዎም ፕሮቴክሽን ኣብ ገዛኻስ ዓቢ ሓውኻ ድዩ ኣቦኻ ኣዴኻ ይከላኸሉልካ ምሽ ኣብዚ እውን ልክዕ ማዕሪኡን ልዕሊኡ ከማን ፕሮቴክሽን ኣለካ። ጓል ብምዃንካ ጥራይ ዝኾነ ትብደሎ ነገር የለን ኩላትካ ማዕረ ሰብካ ኢኻ። ጓል ብምዃንካ ጥራይ ዘጋጥመካ ጸገም እውን የለን። ከከም መጀመርታኻ፣ መተሓሳስባኻ፣ መተሓሕዛኻ፣ መካይዳኻ ክውን ይኽእል ይኸውን ይኽእል እዩ። ግን ጓል ኮይነ ሓሊፈዮ ሳዋ ሕጂ እውን ተመሊሰዮ ኣለኹ ዋላ ሓንቲ ዘጋጠመኒ ፀገም የለን። ነዞም ከምኡ ኢሎም ዝፅሕፉ ብፍላይ ናይ ወሰን ሚድያ እንታይ መልእኽቲ ኣለኪ?
ተጋጊኹም እንታይ እስከ ዋላ ዋላ ብገዛ ክንከይድ ከለና ዋላ ብካልእ ሰብ ብደገ በፂሑ ደገ ዘሎ ሰብ ከምኡ ክዛረበካ ከሎ ሳዋ ከምዚ እዩ ነዋልድ ከምዚ እዩ ዘጋጥመን ገለ ገለ ዝበሃል ጌጋ እዩ። ኣስ ሃንድረድ ፐርሰንት ክምለስ ክዛረበሉ ከለይ ብጣዕሚ ከም እቶም ኣባላትካ እቶም ምዕባይካ ደለዎ ኣሕዋትካ ኩሉ ወዲ ሰብ ፕሮቴስት እዩ ዝገብረካ ከከም ክስታይካ ማለት እዩ እንድሕር ከም ክስታይሲ እንድሕር ዝኾነ ነገር ደጋጥመካ ነገርሲ የለን ኢፍ ይራብቲት ማለት እዩ ሓሶት ሓሶት እዩ
ዝኾነት ጓል መፅያስ ኣብዚስ ብዘይ ድሌታ ብዘይ ዝተደጋጥማ ነገርሲ የለን እዚኣ ሸር ኮይነ ክዛረብ ይኽእል እያ ናይ መወዳእታ ኣብ ደገ ናብ ውርሲ ንደሎ ህዝብና እንታይ መልእኽቲ ክተሕልፍ ትደሊ
ሳዋ መቸም መዲና መንእሰያት መልቲንግ ፖት ናይ መንእሰያት ናይ ኤርትራ ገለገለ እዮም ትበሃል ማራ ሓቂ እዩ ማሲ ብሳዋ ሰብ ዝኾነ መንእሰይሲ ኣነ ስፔሻሊ ጓል ከዓ ክትሓልፍ ኣለዋ ብሳዋ እየ ድብል ኣብ ገዛኻ ኮንካ ማሲ ብኩሉ ነገር ኣብ ገዛኻ ኮንካ ክሳብ ኢለቨን ድዩ ሳምቲንግ ን- ኔርካ ብ መጺኻ ክትዕለም ከለኻስ ዲፍረንት ኤክስፐርየንስ እዩ ደለካ ማ- ማሲ እ፣ ዝኾነት ጓል ዝኾነ ወዲ ዝኾነ መንእሰይ ናይ ኤርትራስ ክሓልፎ ደለዎ እዩ ምስ ኣዋልድ ሓለፈን ምስ ኣዋልድ ኣይሓለፈንሲ ዲፍረንስ ኣለዎ። ስለምንታይ ኣብ ጓል ብሰባ ክሓልፍ ኣለዎ ኢልኪ? ምኽንያቱ እ፣ መጀመርታ ንነብሳ ክትክእል ኢንዲፐንደት ኮይና ካብ ገዛኣ ካብ ስድርኣ ወጺኣሲ ነብሳስ ከመይ ጌራ ቴክ ኬር ክትገብራ ትኽእል ክትፈልጥ ኣለዋ። ይብል ኣልማቲ ንህይወትካስ ባዕልኻስ ከመይ ጌርካ ናብይ ክትወስዳ ደሊ ትምህርቲ ዲኻ ትውድእ ትደሊ ዝኾነ ዕላማ ደለካሲ ከተማእዝኖ ሲ ኢንዲፐንደንት ዘይኮንካስ ኣብዚ እዚ ግበር እዚ ኣጽንዕ ኣይተጽንዕ ኦር እዚ ስራሕ ኣይትስራሕ ውጻእ ኣይትውጻእ እቶ ድብለካስ ብዙሕ የለን ሕጂ ባዕልኻ ንባዕልኻ ኢኻ ሕጂ ባዕልኻ ንነብስኻስ ከመይ ጌርካ ተማእዝናስ ኣብዚኣ ሳዋስ ሄልካ ትመሃራ ማለት እዩ
ኢና ስለ ዝሃብክና ግዜ ኣዝየ እየ ዘመስግን ኣብ ስራሕኺ እውን ኣብ መንጎ ኢና ዝምህር ከሞ ብልቢ ኢና ነመስግነኪ ቀኒልና
ዳንኤል ነጋሽ ይበሃል ኣባል ሆስፒታል ሳዋ ኣብዚ ፋርማሲ ማለት እዩ ኣብዚ ዳርጋ ልዕሊ 20 ዓመት ጌርና ኣለና ማለት ሪኢኻ ምእማን ድዩ ናብ ሓደ እቲ ምምፃዎም ናብዚ እውን ብኣካል ምምፃኹ ናይ ብሓቂ ፅቡቕ ናቲ ደጋ ሃሉ ውሽጣ ሃሉ ሲ ኩላሃና ሓደ ምዃና እቲ ዝዓበየ ነገር እንታይ እዩ? ብመንፈስ ዋላ ብሓባር ኩን ብኣካል ተራኺብካ ከምዚ ኢልካ እሞ ከኣ ናብዚ በረኻ እዚ መጺኹም ስራሕና ክትርእይዎ ከለኹም ከኣ ናይ ብሓቂ ደስ ትብለና። ኣለናዎት ሃገር ኢና ንበሃል ንሕና ትርእዩና ዲኹም ትከታተሉና ዲኹም? እወ ንከታተሎ እንዲና እቲ መደብ ናይ ብሓቂ ጽቡቕ መደብ ዕዉት መደብ እዩ። ቅድሚ ሕጂ ደይምዝራብና እውን ብዙሕ ነገር ኢና ተቢልና ማለት እዩ። ምክንያቱ ሲ እንዳ ሰርሓኻ ስቕ ተልካ እውን እቲ ካልእ ብዛዕባና ሕማቕ ዝደሊ ሰብ ብዛዕባ ንኻልእ ዝደሊ ሰብሲ ንክዛረብ ዕድል ምሃብ ማለት እዩ ሕጂ ግን እንተ ክንዛረብ ጀሚርና ትገብሮ ዘለኹም ናይ ብሓቂ ኣብዚ ኮይንና ብሓቂ ኢና ንከታተሎ ምክንያቱ ሲ ምሻለካ ኣፍ ኣፍ ኢኹም ኮይንኩምና ዘለኹም ነቲ ብከምኡ ድመፅእ ብከምኡ እንተ ኣፉ ትሒዝካ ናይቲ ካልእ ፀገም ድበሃል የብሉን ባዕልና ኣለና እቲ ብኣፉ ድዛረብ ብዛዕባና ግን ኣፉ ጥራይ ክሕዝ ክኽእል ከም ዘለዎ ግን እዚኣ ምክዓኻ ኩሉ ግዜ ንሪኦ እንዲና ንቶም ካልኦት ከኣ ተተባብዑ ብዛዕባና እዚ ጽቡቕ ነገር ጥራይ እቲ ደሎ ሓቂ ከ እዩ ንሕና ተጃሂርና ንዛረቦ ነገር የብልናን ብግብሪ መጺኻ ኣብዚ ድዩ ክትሪኦ ትኽእል እያ ኩሉ ነገርና ብፍላይ ኣብ ሳዋ ሲ እንታይ እሞ እንታይ እዩ ዝኽብለካ ኣይክእልን እያ ጅግንነት እዩ ዝፍጠር ኣሎ እዚ እወ ሕጂ እንታይ ድዩ እቲ ጸገም ምስለካ ዓቕል ጽበት ናይ ጸላእትና እዩ ካልእ ኣይኮነን ዓቕሊ ጽበት እዩ ሳዋ ከምዚ ብሉኻ ኣብ ሳዋ ከምዚ ይፍጸም ብሉኻ ኣብ ሳዋ ከምዚ የለን ብሉኻ ግን ብኣካል መጺኡ ንዝሪኦ ብዚ ግን ናይ ብሓቂ ዋላ እቶም ቆልዑ ክመሃሩ ኢሎም ኣብዚ ምስ መፁ ሲ እንታይ እሞ ተተሳእነ ነገር የለን ብርሑቕ ኮለል ዝብል መድሃኒት ሲእኑ ዝሽገር ሰብ የለን መንግስቲ ዓብ ባጀት ገይሩሉ ኣሎ ካብታ ማእከለይቲ ቦታ ኢና እታ መድሃኒት ነምፀና ኣብዚኣ ኣብዚኣ ከዓኒ ኣብ ገዙ ሓሚሞ ዝመፀ ከማን ኣብዚ ንፍውሶ ኣሎ ምክንያቱስ ኩሉ መድሃኒት ረክብ ማለት ኣይኮነን ኣብዚ ግን ኣብ ነብሲ ወከፍ ክፍለ ሰራዊት ክሊኒክ ኣሉ ኣብዚ ከዓ ብዛዕባ ደቂሶም ዝሕኩምሉካ ሆስፒታል ኣለና ንሓይ ተሸገርናዮ ነገር ወላ ሓንቲ የለን ኣባል ክንደይ ዙርያ ከደን ኣነ ኣባል ሻምናይ ዙርያ ሻምናይ ዙርያ ልዕሊ ዕስራ ዓመት ኣብዚ ጌርና ኣለና ማለት ንቐሉ ዓሰብ ንኸይድ ክሊማ ንኸይድ ወይዓ ንኸይድ ዛራ ንኸይድ ብዙሕ ነገር ይሃኸሉ ትብል ሕጂ ኣካልቲ ታዕሊም እንዲ ሕጂ ኣብዛ ሳዋ ግን ሳዋ ቤት ትምህርቲ እዩ ናይ ሓቂ ቤት ትምህርቲ ንኩሉ ሙሉ ሰብ ክመፅ ከሎ ናብዚ ተማሂሩ ካልእ ሰብ ተቐይሩ እዩ ዝኸይድ ካብዚ ሳላ ሳዋ ኢና ከዓ ዳርጋ ኣለና ክንብል ንኽእል እውን ምክንያቱ ፀላእትናስ ካልእ እዩ እቲ ሓሳቦም ዝነበረ ካልእ እዩ ብግብሪ ግን እንታይ ምዃኑ ሪኦም ኣለዉ ሕጂ
ኣብ መወዳእታ ሓፃር ግዜ ስለ ዘላት መጠና ሓወይ ከምዚ ከምቲ ካፈና ስለዝፈለጥኩ ሕጂ ካበይ መፅኦምን ስለትፈልጥ ነዚ ኣብ ዲያስፖራ ዘሎ ህዝብና እንታይ መልእኽቲ ኣለካ? እወ ንዓኣቶም ዝያዳ እንታይ ድዩ ሕጂ እቲ ዘሐጉሰካ ነገር ምስለካ ከምቲ ዓንተወይ ዝበልኩኻ ኣብ ውሽጢ ሃሉ ኣብ ደገ ሃሉ ሲ ሓደ ኢና ንሕና እስኻ ካብ ደገ መጺኻ ኣነ ብዚ ኣለኹ ስራሕና ግን ሓደ እዩ ደሎ 24 ሰዓት ነብሲ ወከፍ ሰብ ብዛዕባ ሃገሩ እዩ ዝሓስብ ደሎ ምክንያቱ ካብ ምጥማት ካብ ጎረባብቲ ምድዋሽ ኣይደሓናን እዚኣ ክንታ ዳ ክንድሕን ኮይና ሳላምና ክትወሓስ ናጽነትና ክወሓስ እንተ ዳ ኮይኑ ከኣኒ ከምዛ ዘለናያ ክንቅጽል በርትዑ ተማሃሩ ከኣኒ ተማሃሩ ክሰቡ ምክንያቱ ኣብዚ መጺኦም መምሃራን ክኾኑ ኣብዚ ነንሕድሕድና ኢና ዘለና ንሕና ህንዳዊ መጺኡ ብዚ ክምህር ኣፍጋኒስታዊ መጺኡ ብዚ ካልእ ወዲ ካልእ ዜጋ ወዲ ካልእ ዜጋ መጺኡ ናብዚ ክምህር ሲ እንተ ብዙሓ እይብለካን እዩ ንሕና ወፍሪ ጌርና ከም ደለና ኢና ንፈልጥ እቲ ብደገ ደሎስ ብሓባር ከም ደሎ ምሳና ኢና ንፈልጥ ናይ ብሓቂ ንፍዑ ባህልኹም ኣይትረስዑ ሃገርኩም ኣይትረስዑ ሓደ ክልተ ለቕመፅመፅ ዝብሉ ኣሎ ብዚ ሚድያታት ንከታተሎ ኢና ሓደ ክልተ ካብቶም ፀላእትና ከማን እቶም ለምበጥበጥ ዝብሉ ደለው ዜግነቶም ምሳና ኮይኖም ኣብ ካልእ ዓይነት መልሓስ ኣትዮም ደለው ጥቕሞም ተተንከፎም ሰባት ጥራዮም ሓንቲ ወለዶ እንድሕር ስግሪ ኢልካ ሓቲትካዮም ከማን ካብቶም ተጋሩ ሰምጎዱ ጋና።
ኤርትራውያን ኮይኖም ሕሰቦማ ሙሉእ መዋእሎም ተጋዲሎም ሕጂ ኣብዛ ሰዓት እዚኣ ብዛዕባ ኤርትራ ሕማቅ ክዛረቡ ከለውሲ እንታይ ማለት እንታይ ክገብር ደኣ ጋደል ነይሩ ብሓቂ ኣትሕመና ናዕና እንታይ ክገብር ደኣ እዩ ዳና ሓወይ እንታይ መልእክቲ ኣለካ ካብ ምጻኻዮ ኣነ ካብዚ ኣብዚ ቦታ ጅግንነት ከልዕሎም ኣይደልን እንዴ ግን እንታይ መልእክቲ ኣለካ ቢከዝ ኣብታ ሕማቅ ግዜ ነዚ ሃገር ፈረዝዋ ኣለዉ ብሽምና እንዳጸውዑ ሽም ኤርትራ እንዳጸውዑ እንታይ መልእክቲ ኣለካ እወ ሕጂ እንታይ ምሰካ ዘይሓልፍ ነገር የለን ሓቂ ከዓኒ ውዒሉ ሓዲሩ በቲ ቁበሮ በቲ ቁበሮ ሓቂ ሓቂ እዩ እዞም ሰባት እዚኦም ከዓኒ ታሪኾም ኣርሲዖ ኣርሲሖም እንዲዮም ናትና ታሪኽ ክትንክፉ ሓሲቦም ሕጂ ግን ቦታ ዝበሃል የለን እቲ ንእሽተይ ፈሊጥዎም ኣብ ደገ ደሎ ፈሊጥዎም ኣብ ዝደለና ፈሊጥናዮም ሃለፍለፍ ናይ ድበልካሲ ተምፅኦ ነገር ዋላ ሓንቲ ነገር የለን ንሳ እያ ኣነሳ ክብላ ደለ ሕጂ ዝያዳቶም መንእሰያት ዝያዳቶም መንእሰያት ምክንያቱ ኣብዚ ዘሎ መንእሰይን ኣብኡ ዘሎ መንእሰይን ሓንቲ እዩ ተራኽበና ነገር ኣላ ሃገር እዚኣ ሸተት ከይትብለና ከዓኒ ብደገ ሃሉ ብዙሕ ነገራት ክህሉ ክእል እዩ ኣብዚ ዘለዉ ኣብ ኢድና ኣለዉ ብሓንሳብ ኣለና እቲ ብደገ ዘሎ ግን ንክጋገ ቁሩብ ርሒብ ዕድል ኣለዎ መፃወቲ ፀላእትና ከይንኸውን ሓደራኹም በለለይ ንዑ ንዑ ሓቂ ከነውፅ ኢና ወፂና ዘለና እዎ እሞ ደገ ዘሎ ሓቀኛ ምስሊ ኤርትራ ንርኢ ኢና ወፂና ዘለና ከም ኣለና ወልተ ሃገር ማለት እዩ ስለዚ ዳኒ ሓወይ ካኣ ስለ ዝሃብካና ምክሪ ስለ ዝሃብካና ኩሉ ነገር ኣዝየ እየ ደመስግነካ ንሕና ቀሲንና ኢና ንከይድ ዘለና ብቢሻ ኢና ቀኒና ሙሉእ ኤርትራ ደርጋ ክንኩልል ኢና ቀኒና እቲ ክሪኦ ደለዎ እቲ መንእሰይ ከንሪኦ ኢና ኢና መጺና እተን ደለዋና ኣዕርፍቲ እውን ኣብ ቅውም ኢና ከነወፍየን መጺና እንጂ ካብዚ ንሕና ንገብሮ ደለና እቲ ተጋግዩ ዝነበረ መንእሰይ ሓቀኛ ምስሊ ኤርትራ ክረክብ እዩ ንህና ጻዕሪ እዚ ኣዚና ኢና ነመስግነኩም ኮሪዕና ኢና ሃገርና ናሕዊ ዕድመን ጥዕና ንምነ ይቀነልና በቃ ኣብ ዓወት ተራኽበና ንፉዕ በለለይ ሓደራኹም በለለይ ኣብ ደርገ ደለው ላስ ኣብ ዓወት ተራኽበና ኩሉ ግዜ ዓውታት ኢና መንእሰይ ኤርትራ ሲ ይብለካ ኣሎ ኩሉ ግዜ ዕውት እዩ ኣብ ደገ ይሃሉ ኣብዚ ይሃሉ ሓደ ክልተ ደይከውን ዘገረባ ክትሰምዕ ከለኻ ቁርብ ስማዕካ ነገራት ኣሎ እሱ ግን ዋላ ሓንቲ ደምፆ ለውጢ እኮ ኣብ ባይታ ደምፆ ለውጢ የለን ሕጂ ንዓና እንታይ ሃሲና ከምቲ ዓንቶ ይደልኳ ደይምዝራብ ደይምዝራብ ሰሪሕካስ ደይምዝራብ ሕጂ በዓል ኣወል ክዛረቡ ከለዉ ደስ ብለካ ሕጂ መልሓስ ነውፀኣልና ከም ሓዲሽ ቆልዓ እቲ ቀደም ከዚ ኩሉ ተሰሪሐ ክትም ስለ ዝበልና እዩ ደርፍኻ ወሲዶም ናቶም ግጥሚ ቀይሮም እንተ ክደርፉልካ ጀሚሮም ሲ የለኻን ሞት የላ የለኻን ማለት እዩ ሕጂ ግን ክንዛረብ ሕጂ ግን ክንዛረብ ኣለና ኣብኡ ኣፎም ኣትሕዝዎም እቶም ኣብኡ ደለዉ
ኣብዚ ዋላ ሓደ ፀገም ዝበሃል ነገር የለን ኣብዚ ሲ ኣብ ባይታ ምናልባት ብርሑቕ ኮይኑ ሰብ ክሻቐል ይኽእል እዩ ኣብ ሃገርና ከምዝሎ ከምዝሎ ኣብዚ ዋላ ሓንቲ ድምጾም ከማን ኣይንሰምዖም ኢና ሓደ እቲ ጉዳይ ናቶም ናይ ውሽጣዊ ጉዳዮም ናቶም እዩ ነይሩ ኣብቲ ናቶም ከዓ እንታይ ትገብር ከዓ ርዱእ ነገር እዩ ርድእቲ እያ እንታይ ትገብር ምክንያቱ ኣብዚኣ መፂኦም እንታይ ገይሮም ከይዶም ዋላ ሓንቲ ሓደ ሰብ እንተ ሚሳይል ተኪስልካስ ከድካ ንተን ሚሳይል ምምፃእ ሓጢኣት ኣይኮነን ምሳይና ገይርና ካልእ ተገብረ ነገር የለን

ብትሕተማያዊ ማይ ሃብታም ዝኾነ ሩባ ስለ እትርከብ፣ ብጉዳይ ማይ ብዝምልከት ተሰኪፋ ኣይትፈልጥን። እዚ ማይ'ዚ ካብ ሑጻ ተጻርዩ ስለ ዝወጽእ ብጽርየቱን ጣዕሙን ዝተመስከረሉ እዩ። ኣገልግሎት ማይ ሳዋ ውሑስ ኣብ ምግባር ንዝሰርሑ ኣባላት እስከ ንከታተል።

ሓፈሻዊ ምሕማት ብዛዕባ ሳዋ እንታይ ይግበር ኣብ ሳዋ እንታይ ይስራሕ ክንስንድ ክንርኢ ኢና መጺና። ሳዋ ዶ ይፈልጥዋ ሰባት ወይ ብዛዕባ ሳዋ ጽቡቅ ግንዛበ ዶ የብሎም ኣብ ማይ ከኣ ስለ ትሰርሕ ንስኻ ኣብታ ማይ ኢኻ እንታይ ክትብሎም ትደሊ? ኣነ ሳዋ ዝብለሲ ብጣዕሚ ጽቡቅ እዩ ዋላ ንክትነብሮ ንኩሉ ነገርሲ ንክትሰርሓሉ ንክት በቲ ሙያኻ ቀንዲ ስለ ዝኾነ ከኣሲ ኣጋ በዚ ዝስምዓካ ሰብ ከኣሲ ልዕሊ ሳጓስ ብካልእ ርእሲ ክርኣ የብሉን በዚ ዝርኤ ዘሎ ስማዩ ልቹ ኩሉ ሙሉ ነገር ፊ ዳርጋ ሳይኩሎ ሳይክል መግለጺ ደስ የብሉን እዎ ሳወት ደሓን ኢኻ ተሳሚዓትካ ዋ ንኩሉ ሰብ ንዓይ ጥራይ ዘይኮነሲ ንኩሉ ሰብ እያ ተሰማምዕ ሳወ

ሕጂ ግን ብቐጥታ ኣብ ገዛኻ እዩ ዘሎ ሕጂ ራኢ ክልለስ ርኣ ኣብ ገዛኻ ኣፍ ደጊኻ ከ ጀሪካን ክቕዳሕ ኣቢልካ ጥራይ ኢኻ ማሕበራዊ ለጥስ ንዝነበረ ሰብ ጽዒሩ ንዓና ረኪቦሙና ንሕና ውን ጽዒርና ብዓቕምናስ ዳርጋ ተለዊጡ እየ ክብለካ ዝኽእል ማለት እየ እቲ ዓቢ ፍልልይ ዘሎ። ቧእ ዓቢ ፍልልይ እምበር ሪኢኻያ እንዳ ዋላ ንስኻ ውን ከም ሳይሲ ቀዳይ ዙርያ ክትሪኦ ከለኻን ሕጂ ክትሪኦ ከለኻንስ ዓቢ ፍልልይ እዩ ዘሎ ማለት እየ። ግርም ናይ መጻኢ መደብ ናይ ሳዋ እንታይ እዩ? ካብዚ ንላዕሊ ሰፊሑስ ብዝያዳ ኣበሳ ተገይሩ መደብ ኣረኩም ነዘን ከባቢታት ክተዕብለወን ዋዕ ደደን ከሉ ከውነ ምን ድሕሪ ግዜ ወሲድካ ድሕሪ ግዜ ቢሉ እኮ ምስቲ ግዜ እኮ ኣይተርፍን ምስቲ ለውጢ እንዳተገብረ ምዕባለ እንዳተገብረ ሰብ ከይ ዘሎ ሲ ምስቲ ናይ ሃገር ለውጢ ግድና ክትገብር ማለት እዩ ግርም ክንደይ ክንደይ ዝኣክል ሰራሕተኛታት እዮም ዘለዎም ናይ ማይ ኢትዮጵያ ኣብዚ ከባቢ ዓሰርተ

ጃዕፋዱስ ክዕድል እዩ ማለት እዩ እዚ ከምኡ እንዳበለስ ሰብ ኣነ ሕቶታተይ ወዲኤ እንደ ኣብ መወዳእታ ተሕልፎ መልእኽቲ ዝሃልዩ ኣብ ደገ ድዩ ኣብዚ ሃገር ዘሎ ህዝብና ዝምልከተካ እሞ
ኩሉ ህዝቢ እዚ ልዕሊ ሳዋ ብካልእ ርድኢት ከይርድኣ በዛ ፅብቕቲ ዘላታስ ከም ፅቡቕ ስእሊ ወሲዱ ክርድኣ ዝብል ኣነ